ባሕሪ ድሕሪ ነዊሕ ምሕሳብ ንህይወት ንድሕሪት ተመሊሱ ረኣያ። ምዃን እዚ እኳ ክውሕደኒ ንዓይ ንባሕሪ ደኣ ህይወተይ ክሰርዕ ህይወት ንጽህቲ ሄዋን ኣባላሽየዮ? ኣባይኪ ዲያና ክብርቲ ፍቃሪተይ እንተስ ብመርገምኪ እንተስ ዝመሓልክዎ ማሕላ ፍቅርና ኣብ ገሃነም እሳት እየ ተፈሪደ ዘለኹ። ብህይወት እንከለኹ ብሰሪ ሓጥያተይ ኣባኺ ንዘውረድክዎ በደል ኣብ ሞት ዝመርጸሉ እዋን በጺሐ። እናበለ ብስምዒት የዒንቱ ንብዓት እናተዘቖቐ ተዓሚቱ ብርቱዕ ድቃስ ወሰዶ። ኣብ ዝብል ኢና በጺሕና ነይርና። እንሆ ሕጂ ድማ ተኸታታሊት ልብወለድ ማሕላ ፍቕሪ 17 ክፋል ትቕጽል። ቁጽሪ ክልተ ይመስል ደቂሱ ከሎ ድማ ማዕጾ ናይቲ ዝነበረ ኣፌፈት ብናህሪ ከፈትዎ። ባሕሪ ከኣ ካብ ድቃሱ ሰንቢዱ ተበራበረ። እቲ ልብያዊ እንካ ቴለፎን ተደዊሉካ ኣሎ በሎ። ባሕሪ ግን ዓረብ ስለ ዘይክእል ነታ ቴለፎን ናብኡ ገጹ ስለ ዘቕረበሉ ንምርዳእ ኣይጸገሞን። ሄሎ! መን ክብል? ኢሉ ተቐበላ። እቲ ደላሊ ካብ ሱዳን ዘበገሶ ኸኣ ናብ መን ኢልካ ዲኻ ሚስኮል ጌርካ? በሎ። ባሕሪ ብምሒር ጭንቀት ኣብ በር ተፊሉኡ ንዝነበረ ቁጽርታት ንኹሉ እዩ ዝፍትኖ ነይሩ። ብድምጹ ስለ ዘለለዮ ግን እ እ ስዩም እንተኾንካሲ ናባኻ ኢሉ መለሰ። ስዩም እንጀርኡ ጥራይ ዘገደሶ ጨካን ደላሊ እዩ። እሂ እንታይ ነይሩ እሞ ምስ ኮል መግበሪኻ ድማ በሎ ኣነ ባሕሪ እየ ዝበሃል ብመንገድኻ ድማ ካብ ሱዳን ተበጊሰ ሕጂ ግን ኣብ ሕማቕ ኩነታት ኣለኹ ንበይነይ ሰኣን ገንዘብ ህይወተይ ይማስን ኣለኹ ብ እስርቤት በጃኻ ወላ ንስድራይ ንገረለይ ዳምዳም ኢሎም ክኸፍሉለይ ኢሉ ሙሉእ ስም ስድራቤቱ ዘርዘረሉ። ስዩም ድማ ደሓን ክንሪኦ ኢና ኣጆኻ ሰብኣይን መሸማዕን ተኣሲሮም እዮም ዝፍትሑ እናበለ ተስፋ ክትብሎ ዘይትኽእል ቀልዲ ደርጓሓሉ። ዋይ ኢሉ ድማ ቴለፎኑ ዓጸዋ። ምስቲ ንድያና ሒዝዋ ዝመጸ ብሓንሳብ ስለ ዝሰርሑ፣ ጉዳይ ስርሑ ከሳልጥ ድማ ናብቲ ገዛ ኣዋልድ ዝቕመጠኦ ኣምርሐ። ድያና ድማ ፍሽኽ እናበለት ክትመሳሰል መዓትያ። ናይ ባሕሪ ልባ ምሉእ ኣድራሻ ስለ ዘድልያ ዘሎ ግን ኣይቀሰነትን። ስዩም ወትሩ ምስኡ ዘሕድረን ኣዋልድ ኣዲኤን ትቑጸረን። ንድያና ድማ ነብሳ ተሓጺባ ሉስሉስ ኣንሶላ ናብ ኣፍልባ ንታሕቲ ተጠምጢማ ካብ ሻወር ናብ ገዛ እናሰጎመት ከላ ስዩም ኣብ ኣፍደገ'ዩ በጺሑ ኔሩ። ክሳዱ ተጓዕጺጹ ከም ዋጣ ከኣ ጠመታ። ጽባቐኣ ኣመና'ዩ ብሂጉዋ። ንዕስከ ሽኮሪና! ጋሻ ዲኺ? ኢሉ ድማ ተደሃያ። ዲያና ከኣ ገርሂ ልባ ክዳና ከይቀየረት እወ እናበለት መጸእቶ። ስዩም ኦኬ ጽቡቕ ከመይ እሞ ነይሩ ጉዕዞ? ኢሉ ድማ ቀረባ። ዲያና ሽጋራ ናይ ዝሰሓቦ ስለ ዝሸተታ ደሓን እዩ እናበለት ኣድሓርሐረት። ስዩም ኣወጻጽኣ ላዛ ቃላታን ትሕትናኣን ኣብ ውሽጡ ገለ ጦብላሕታ ፈጠረሉ። ምሉእ ሰውነታ እናጠመተ ድማ ክኢልክዮ ግዳ ጉዕዞ። ዲያና ሽዑ እወ ጥራይ ነይሩ መልሳ። ንዕናይ በል ተዛወሪ በዚ ሹቕ ድማ በላ። ደሓን ድኻን ከኣ ኣለኒ ጽቡቕ ኣለኹ ከዕርፍ እየ በለቶ። ስዩም ግን ምሉእ ብምሉእ ስለ ዘዕገበቶ ንዕናይ እንዶ እንታይ ገደሸኪ ብዚ ትጫማለቒ ጥዕምቲ ድራር ከኣ ክጋብዘኪ ኢሉ ድማ ደገመላ። ዲያና ኖኖኖኖ የቐንየለይ ደሓን ክዳን ንልብያ እንተደዊልካ ብልቢ ዘፍቅሮ ዓርከይ ደሃይ ስኢነሉ ኣለኹ ስለዚ ደሃይ ሕተተለይ በለቶ። መን ይበሃል ስሙ ኢሉ ድማ ሓተታ። ዲያና ከናፍራ እናረማጠጠት ባሕሪ እዩ ዝበሃል በለቶ። ባሕሪ ኣቐዲሙ ደዊሉሉ ስለ ዝጸንሐ ኣብ ሕማቕ ኩነታት ከም ዘሎ ስለ ዝፈልጥ እውን ባሕሪ ኢሉ ሰንበደ። ባሕሪ ዓርክኺ ድማ በላ። ዲያና ከኣ እወ ትፈልጦ ዲኻ ኣበይ እዩ ዘሎ በለቶ። ስዩም ወላ እኳ ንዲያና ክውንና እንተሓሰበ ኩነታት ባሕሪ ስለ ዝፈልጥ ግን በጃኻ በጃኻ ስድራይ ወላ ንገረለይ ዝበሎ ቃል ደጊሙ ተራእዮ። ድሕሪ ሓንሳብ ዝም ምባሉ ከኣ ሕጂ ኣብ ዘሎ እንተ ዝነግረኪ እንታይ ምሓገዝክዮ ከኣ በላ። ዲያና ብቻስ ብህይወት ይሃሉ እምበር ህይወተይ ክኸፍለሉውን ድልውቲ እየ በለቶ። ስዩም ጽቡቕ እሞ በሊ ባሕሪ ዓርክኽ እንተኾይኑ ሓሙሽተ ሽሕ ዶላር ተባሂሉ ተኣሲሩ ኣሎ። ስለዚ ትሕግዝዮ እንተኾንኪ ባዕልኽን ንትፈልጥዮ ሰብን ንገርሉ ኢሉ በዚ ቁጽሪ እዚ ክትረኽብዮ ትኽእሊ ኢኺ። ነቲ ባሕሪ ዝሓተቶ ኩሉ ናብ ድያና ኣወንዘፎ። ሓላፍነት ናይ ዓርካ ኣሰከማ። የቐንየለይ ኢላ ድማ መለሰትሉ። ጸገም የብሉን ሓግዝዮ ጥራይ እምበር። ኢሉ ሓሲብዎ ዝነበረ ሕማቕ ስምዒት ኣቋሪጹ ንፈለማ እዋን ጽቡቕ ሓሰበ። ዲያና ክልተ ክልተ ኮይና ሓቁ ዶ ይኸውን እናበለት ኣመና ተጨነቐት። በቲ ኸኣ ባሕሪ ደዊሉላ ስለ ዘይፈልጥ ንኽትድውለሉ ኣመና ተቐርቀረት። ደዊለኸ እንታይ ክብሎ? እናበለት መቸም ረሲት ገዚኣ ንጽባሒቱ ደወለትሉ። እታ ቴለፎን ናይቶም ልብያውያን ስለ ዝኾነት ግን ድምጺ ጓል ምስ ሰምዑ ሄሎው ሄሎው ሄሎው ሕልዋ እናበሉ ተቐበልዋ። ዲያና ድማ ኣይሓመቐትን ዓረብ ዘይምኽኣላ ባሕሪ ጥራይ እያ ትብል። ከም ርድኡ ጌሮም ስለ ዝወሰድዎ ግን ንባሕሪ ኣብቲ ናይ ምብዓት ሓሽሽ እናሰርሐ ከሎ ረሃጹ እናጸረገ ቴለፎን ኣራኸብዎ። ባሕሪ ድማ ሄሎው መን ክብል? ዝብል ምሳድ መጸ፣ ዲያና ንእለት ኩቱር ፍቕራን ሻቕሎታን ነፍሳ ግፍፍ በላ። ንብዓታ ምግታ ኣብዩዋ ሸረብረብ እናበለት። ሄሎ! ኣነ ዲያና'የ! በለቶ። ባሕሪ! ዲያና! ዲያና ዓለመይ! ኣንቲ በየን ኣቢልኪ በሪቕኪ? ሰላም ዲኺኸ? ዲያና ምዝራብ ስኢና ብብኽያት ባሕሪ ልበይ! ብሓቂ ብሂወት ኣለኻ ኩሉ ጸገምካ ሰሚዐዮ ኣጆኻ ኣነ ኣለኹልካ ባሕሪ ልቢ ኣይትጨነቕ በለቶ ዝሓለፈ ውሕጅ ሰዶ ተስፋ ኣይትቑረጽ ፈለማያ ስለ ዝረኸበቶ ግን ክተዕልሎ ኣይከኣለትን ሕጂ ባይ ከዕልለካ ዓቕሚ ይብለይን ግዜ እንተረኺብካ ግን በዚኣ ደውል ኢላ ኣብ እዝኑ ዓጸወቶ ብድሕሪ እዚ ሓሙሽተ ሽሕ ዶላርሲ ባሕሪ ካበይ ከምጾ እዩ ሰብ እኳ ዘይብሉ ደገ ጸገም ገዛኦም ስለ ትፈልጦ ኣመናያ ተጨኒቓትሉ ኣዲኡ ድማ ኣብ ስዳን ኮይኑ ሓንቲ መዓልቲ ካብ ዝድውለለን ንደሓር ደሃዩ ተሓሪምወን ቁዛመ ጥራይ ኮይነን ሕማቕ ኣይተስምዓና ኣምላኸይ ምዘውጾ የውጽኻ ባሕሪ ወደይ እናበላ ህይወት ድሕሪ ባሕሪ ወደን ኣይጠዓመነን ሳሙኤል ሓዊ ዲያና ድማ ሱዳን ብሰላም ኣትያ ክድውለሉ ሓፍቱ ሃረር ኢሉ እዩ ተጸብዩዋ። ሻቕሎት እውን ጠርዚዩ በጺሑ። ዲያና ግን ኩሉ ውነኣ ምስ ባሕሪ እዩ ኮይኑ። ከምዚ ኢሎም ከለዉ ስድራ ዲያና ዘይፈልጥዎ ቁጽሪ ሚስኮል ስለ ዝጸንሖም ደወሉላ እሞ ዲያና ግን ቁጽሪ ናይ ስድራኣ ስለ ትፈልጦ ምሉእ ኮንፊደንስ ጌራ ሄሎ በለቶም። ኣባኣ ድምጻ እኳ እንተ ዘይሓደሶ፣ ሄሎ መን ኢኺ? ሚስኮል'ዩ ጸኒሑኒ በልዋ። ባባ ኣነ ድያና ጓልካ'የ ኢላ ምስ መለሰትሉ ኣባኣ ደሙ ጠጠው በሎ። ደጊሙ እውን ነታ ቴለፎን ናይ ሱዳን ምዃና ኣረጋገጸ። ድያና ደኣ ንሱዳን መኣስ መጺኺ? በላ። ንኸይትስንብድ ድማ ንኹሉ ጸይሩ ከም ወላዲ መጠን ዝሕል ኢሎም ተዛረብዋ። እሞ ከመይ ኣቲኺ? ሰላም ዶ ኣቲኺ? ኢሎም ጥዕናኣ ድሕሪ ምሕታት ኩሉ እንታይ ምዃኑ ጸገማ ኣስፍሕ ኣቢሎም ሓተትዋ። ባባ ኣነ ኣብ ሕማቕ ኩነታት እየ ዘለኹ። ፈሪሐኩም እየ እምበር ጸገመይ ድማ ነዚ ይመስል። ብዝያዳውን ሳሚኤል ሓወይ የዕሊሉካ እዩ ይመስለኒ። ኢላ ብሰንኪ ባሕሪ ዓርካ ከም ዝተኻላበተት ብዘይኮውን ህይወት ከም ዘይብላ ባሕሪ ኣፍቃሪኣ ምዃኑን ንዕኡ ክተርክብ ከም ዝወጸትን ድማ ኣስፊሓ ኣብርሀትሉ። ኣቦኣ ድማ ኣመና ተገሪሙ ፍቕሪ ንርኢ ኢና እሞ ግን ከኣይ ከምዚ ናትክን ኣበይኸ ዘሎ ድማ በልዋ። ዲያና ኣብ ሊብያ እዩ ተኣሲሩ ዘሎ ሓሙሽተ ሽሕ ዶላር ሓውል ተባሂሉ ሕጂ ከኣ ወላ ሓደ ሰብ የብሉን ዝሕውለሉ። ኣዲኡ ከይትኸፍለሉ ከኣ ኣሪገኔን በየናይ ዓቕመን ምስ በለቶም ኣቦኣ ዛንታ ተዕልሎም ዘላ እዩ ኮይኑ ተሰሚዕዎም። ቸድ ዋእ ኣንቲ እንታይ እዩ ክትብልዮ ዳሕራይ ክባዩ ዝገድድ እሞ ከኣ ገዲፍኪ ክወጽዩስ ከም ከልቢ ደድሕሪኡ ወጺኺ የዋርድኪ ኣንቲ ጉንፍቲ ኤህ ደጊመ ክድውልያ ረሲት ትውድኣኒ ኣላ ኢሎም እናዓጭዓጨዉ ዓጸውዋ። ሰላምታ ይረሳዕኹም ክቡራት ተኸታተልቲ ዋይ ኤች ሳውንድ ፕሮዳክሽን እንሆ ናይ ሎማዓንቲ ዝነበረ 17 ክፋል ነዚ ትመስል ኣብ ዝመጽእ 18 ክፋል ሒዘልኩም ክሳብ ዝመጽእ ሰላም